ንሎማዓንቲ Shattered ዝብል ስያሜ ዘለዎ ፊልም ሒዝናልኩም መጺና ኣለና ክሳብ እዚ ፊልም መወዳእታ ሓቢርኩምና ጽንሑ እዚ ፊልም እንትጅምር ክሪስ ዴከር ኣብ ናይ ቪድዮ ኮል ምስ በዓልቲ ገዝኡ ጄሚ ብዛዕባ ናይ ፍትሕ ጉዳይ ናተዘራረቡ እዮም ነቲ ናይ ምፍታሕ ምክንያት ዘቅረበትሉ ክሪስ ካብኣን ካብ ወዳን ብዝሓለፈ ኣብ ስርሑ ትኩረት ስለ ዝገብር እዩ በዚ ምክንያት ኣብታ ሃገር ውን ኣለዉ ካብ ዝበሃሉ ሚልየነር ውሽጢ ሓደ ክኮን ኪኢሉ እዩ ኣብቲ ምሸት ኣብ ገዝኡ ከባቢ ናብ ዝነበረ ሱፐር ማርኬት ኣቕሓ ንምዕዳግ ይኸይድ። ኣብቲ ሱፐር ማርኬት ውሽጢ ዋይን ክትዕድግ ዝመጸት ብጣዕሚ ምልክዕትን ንኹሉ ወዲ ብፍቕራ ክተንበርክኽ እትኽእልን ጓል ስለ ዝረኣየ ፈዚዙ ይተርፍ። እዛ ጓል ድማ ንክሪስ ትጽውዖ እሞ እቲ ጽቡቕ ዝበሃል ዋይን ምረጸለይ ትብሎ። ክሪስ ብዛዕባ እታ ጓል እናሓሰበ እንከሎ ስለ ዝጸውዐቶ ብጣዕሚ ተሓጒሱ ጽቡቕ እዩ ዝበሎ ዋይን ይመርጸላ። እታ ጓል ድማ ሽማ ስካይ ከም ዝበሃል ምስ ተዛረበቶ፣ ክሪስ እውን ነቲ ዝደለዮ ኣቕሓ ገዚኡ ካብቲ ሱፐርማርኬት እንትወጽእ፣ ስካይ ታክሲ እናተጸበየት ይረኽባ። ናብ ገዛ ክወስደኪ ኢሉ እናወሰዳ እንከሎ፣ ሊሳ ምስ እትበሃል መሓዛኣ ከም እትነብርን ንግዚኡ ከም ዝተባእሳ ምስ ትዛረቦ፣ ንሎምዓንቲ ምሳይ ክትሓድሪ ትኽእሊ ኢኺ ብምባል ሒዝዋ ናብ ገዝኡ ይኸይድ። ናይ ክሪስ ገዛ ኩሉ ብኹሉ ብናይ ሴኩሪቲ ካሜራ ዝተዓጀበ ከምዝኾነን፣ ሰራቒ ክደፍሮ ክዘይኽእል ገዛን እዩ ዝነበረ። ስካይ ዝገዝኣቶ ዋይን እናሰተዩ ብዛዕባ ናይ ውልቀ ህይወቶም ክዘራረቡ ይጅምሩ እሞ ኣብቲ ምሸት እውን ብሓንሳብ ይሓድሩ። ኣብቲ ንጉሆ ክሪስ ካብ ድቃሱ ምስተላዕለ ስካይ ኣብ ጎኑ ኣይጸንሐትን። ናብ ገዛኣ እያ ከይዳ ነይራ። ሊሳ ዝተባህለት መሓዛኣ ናይ ገዛ ክራይ ንብሕታ እናኸፈለት ስለ ዝኾነ ንስካይ እቲ ገዛ ገዲፋ ንክትወፅእ ምስ ተዛረበታ ስካይ ናይቲ ገዛ ማዕፆ ዓፅያ ትም ኢላ ትድቅስ። ኣብ ቀፃሊ መዓልቲ ክሪስ ስካይ ናብ ትሰርሓሉ ሬስቶራንት ብምኻድ ይረኽባ። ኢሉ እውን ናይ ስራሕ ሰዓታ ክሳብ ትውድእ ይፅበያ እሞ ምስ ወደእት ብሓንሳብ ወክ እናገበሩ ምኻድ ይጅምሩ። ትካዩ ኣብ መዕበዪ ቦታ ከም ዝዓበየትን ቤተሰባ ብህይወት ይንበሩ ኣይንበሩ ትፈልጦ ነገር ከም ዘይብላ እናተዛረበቶ ማኪንኡ ፓርክ ናብ ዝገበረሉ ቦታ ይበጽሑ። ሓደ ሰራቒ ናይ ማኪንኡ ማዕጾ ብናይ ማኪና መፍቱሕ ንምኽፋት እናፈተነ እዩ ነይሩ። ክሪስ ድማ ንክሕዞ ምስ ዝፍትን እቲ ሰራቒ ብናይ ማኪና መፍቱሕ እግሩ ስለ ዝሃሰዮ ክኸይድ ከም ዘይኽእል ይገብሮ። ኣብዚ ሰዓት ስካይ ናብ ሆስፒታል ሒዛቶ ብምኻድ ድሕሪ ምሕካሙ ናብ ገዝኡ ትምልሶ እሞ ክትሕብሕቦ ትጅምር። ክሪስ እውን ንግዚኡ ፓራላይዝ ስለ ዝኾነን ዓርሱ ብምሕብሓብ ስለ ዘይኽእልን ንስካይ ናይቲ ገዛ ናይ ድሕንነት ፓስዎርድ ይዛረባ። ካብኡ እውን ስካይ ናብቲ ገዝኡ ከም ድሌታ ክትኣቱን ክትወጽእን ትጅምር። ስካይ ናብ ገዝኣ ምስ ተመልሰት፣ እታ መሓዛኣ ሊሳ ድሕሪ ሕጂ ኣብዚ ኣይትነብርን ብምባል ኣየእቱ ምስ በለታ፣ ኣቑሑተይ ክወስድ ኢላ ትኣቱ እሞ ናይቲ ካሜራ ምርኢትና ንስካይ ኣብ ናይ ክሪስ ገዛ ኮይና እዩ ዘርእየና። ስካይ ንክሪስ እናሓብሐበት ኣብ ገዝኡ ክትነብር ትጅምር። ንኒ ሊሳ ዘካርየን ሮናልድ ናብ ገዝኣን ከይዱ ምስ ዘንኳሕኩሕ ዝኸፍቶ ሰብ ኣይነበረን። ኣብዚ ሰዓት ብተመሳሳሊ መፍቱሕ ናብ ውሽጢ ኣብ ዝኣተወሉ ሰዓት ሊሳ ኣብ ናይ መሐመሲ ገንዳ ውሽጢ ሞይታ እዩ ዝረኸባ። ብቑልጡፍ ከኣ ናብ ፖሊስ ብምድዋል ከም ሃንደበት መሓዛኣ ገዲፋታ ምስ ከደት ኣብ ናይ ድብርቲ ውሽጢ ኣትያ ዓርሳ ኣጥፊኣ ክኸውን ይኽእል እዩ ዝብል ናሃቱ ጥርጣረ ይዛረብ። ክሪስ ኣብ ድቃስ እንከሎ ስካይ ነታ ሞባይሉ ትወስዳ፣ ንሱ'ውን ካብ ድቃሱ ምስ ዝለዓል ኣብ ጎኑ ዝነበረት ስልኩ ምስ ሰኣና ግራ ስለ ዝኣተዎ ኮይኑ ግን ኣብ ካልእ ክፍሊ ዝረሰዓ እዩ ዝመሰሎ። ካብቲ ዝደቀሰሉ ዓራት'ውን ምስ ተላዕለ ቲቪ እንትኸፍት ኣብ ዜና ናይ ስካይ መሓዛ ዝኾነት ሊሳ ከም ዝሞተት ይሰምዕ። ንስካይ ከዓ ምስ ዝነግራ ስካይ እውን ዓርሳ ከም ዝቀተለታ ትዛረቦ። ክሪስ እውን ግራ ስለ ዝኣተዎ ንምንታይ ከምኡ ክትገብር ከም ዝኸኣለት ምስ ዝሓታ እቲ ዝተኻረይኦ ገዛ ነቲ ናይ ክሪስ ገዛ ስለላ ዝጥዕም ከም ዝነበረን ንዝሓለፉ ኣዋርሕ ንዕኡ ንክተፅምድ ብዙሕ ትልምታት ከም ዘውፀአትን ኢሉ እውን ኣብቲ ፈለማ ግዜ ኣብቲ ሱፐር ማርኬት ውሽጢ ዝተረኸብሉ ብዓርሱ ሓሲባትሉ ከም ዝነበረትን ኣብዚ ሕጂ ሊሳ ካብቲ ገዛ ንክትወፅእ ምስ ተዛረበታ ተቆጢዓ ከም ዝወዓለቶ ትዛረቦ። ክሪስ ድማ እቲ ሓቂ ድሕሪ ምፍላጡ ብጣዕሚ ተቖጢዑ ካብቲ ገዝኡ ንክትወጽእ ምስ ተዛረባ እቲ ስልኩ ስለ ዝወሰደቶ ነቲ ፓስወርድ ብምጥቃም ናይ ኩሉ ክፍሊ ማዕጾ ክትዓጽወሉ ክኢላ እያ። ከየሕድጋ እውን እግሩ ስለ ዝተሃሰየ ኣይከኣለን። ብኻልእ መልክዑ ድማ ሮናልድ ናይ ሊሳ ገዛ እናጸራረየ እንከሎ ስካይ ንክሪስ ትስልለሉ ዝነበረት ቴለስኮፕ ይረኽቦ'ሞ ብኡ ተጠቂሙ ንደገ እናረኣየ ንስካይ ኣብ ናይ ክሪስ ገዛ ውሽጢ ከም ዘላ ይፈልጥ። ስካይ ውን ንክሪስ እናሳቀየት ዘሎ ወሰልዲ ኩሉ ናብኣ ትራንስፈር ንክገብረላ ትገብሮ ኢሉ ውን ኣብቲ ገዛ ውሽጢ ዝነበሩ ብጣዕሚ ክባራት ኣቁሑት ፎቶ እናልዐለት ንክትሸጦ ናብ ደገ ምስ ወፀት ሮናልድ ናብ ናይ ክሪስ ገዛ ብምእታው ንከትርፎ ናይ ገዝኡ መስኮት ሰቢሩ ናብቲ ውሽጢ ይኣቱ ብቅልጡፉ ውን ስካይ ኣብቲ ገዛ ዝፍጠር ዘሎ ኩነታት ብቪድዮ ናብ ስልካ ይኣቱ ሮናልድ ድማ ኣብ ናይ ክሪስ ኣፍ ዝነበረ ፕላስተር ድሕሪ ምልዓሉ ካብዚ ድሕሪ ምውፅኡ ሰልዲ ንክከፍሎ ክዳራደር ይጅምር። ብሃንደበት እውን እስካይ ትመጽእ እሞ ንኹሎም ማዕጾ ዋላ ሓደ ከይወጽእ ገይራ ብቁልጡፍ ትዓጽዎም። ሮናልድ እውን ኣብቲ ገዛ ውሽጢ ዝተቐመጡን ብጣዕሚ ብዙሕ ሰድሊ ዘውጽኡን ናይ ስእሊ ኣቑሑት ሒዙ ንክሃድም ናብ ሓደ ገዛ ክፍሊ ይኣትው። እስካይ እውን ተኸቲላቶ ስለ ዝኣተወት እናቐተለቶ እንኮላ ክሪስ እቲ ዝተኣሰረሉ ፕላስተር ብምፍታሕ ካብቲ ገዛ ብምውጻእ ክሃድም ይጅምር። ኢሉ እውን ጠጠው ዝበለ ሞተር ስለ ዝረኸበ ናብኡ ተሰቒሉ ንእሽተይ ድሕሪ ምዝዋሩ ኣብታ ኣስፋልት ግን ሓደጋ ይበፅሖ። ኣብታ ኣስፋልት ዝጓዓዝ ዝነበረ ሓደ ሰብ ስለ ዝረኸቦ ናብቲ ማኪንኡ ብምእታው ተመሊሱ ናብ ስካይ ሒዝዎ ይመፅእ። እዚ ሰብ ሰባስቲያን ዝተብሃለ ናይ ስካይ ናይ ኣዲኣ በዓል ገዛ እዩ ዝነበረ። ኢሉ እውን እዚ ኩሉ ትልሚ ዘውጽእዎ ብሓንሳብ እዩ ነይሩ። ክልቲኦም ኮይኖም ድማ ናይ ክሪስ ኣጻብዕቲ ይቖርጽዎ፣ ምኽንያቱ እውን በቲ ኣጻብዕቱ ነቲ ካዝና ንምኽፋት ብምሕሳብ እዩ ነይሩ። ክሪስ እውን ኣብቲ ኣካውንት ንሱ ብዙሕ ሚልዮን ዶላር ኣቐሚጡ ስለ ዝነበረ እዩ። ኣብ ቀጻሊ መዓልቲ ናይ ክሪስ በዓልቲ ገዛ ጄሚ ምስታ ጓሉ ንዕኡ ንምርካብ ናብቲ ገዝኡ ይኸዳ፣ ኮይኑ ግን ስካይምስ እንጀራ ኣቦኣ ንክሪስ ወቒዖም ናብ ዝወሰድዎ ገዛ የእትውዎም። ካብኡውን ክልቲኦም ናብቲ ናይ ክሪስ ኣካውንት ሰልዲ ንምውጻእ ናብቲ ባንኪ ምስ ዝኸዱ ናይቲ ባንኪ ማናጀር ነቲ ዝነበረ ካዝና ከፊቱ ምስ ዘርእዮም ኣብቲ ውሽጢ ኑዛዘ እዩ ዝነበረ። ኣብቲ ኑዛዜ እውን እቲ ኩሉ ሰልዲ ንበዓልቲ ገዝኡ ጄሚ ንክወሃባ ጽሒፉ ዘቐመጦ ደብዳቤ እዩ ነይሩ። ኣብዚ ሰዓት ክልቲኦም ተቖጢዖም ናብ ገዛ ምስ ዝምለሱ፣ ናይ ክሪስ ጓላ ብመስኮት ገይራ ብምውጻእ እቲ ዝነበርሉ ገዛ ከፊታትሎም እያ። ክሪስ እውን ልክዕ እኒ ስካይ ምስ ኣተዉ ምስኣቶም ኮይኑ ናብ ባእሲ ይኣቱ። ኮይኑ ግን ሰባስትያን ስለ ዝተሓወሶ ሃሪሙ የውድቖ። ኢሉ እውን ስካይ ሽጉጥ ሒዛ ስለ ዘውጽኣትሉ እናፈራርሐቶ እንኮላ ሰባስትያን ንኽትቀትሎን ካብ ሕጂ ንደሓር በዓልቲ ገዝኡ ጄሚ እምበር ንሱ ዋላ ሓንቲ ከም ዘይጠቕሞም እናተዛረበ እንኮሎ ናብኡ ብምትኳስ ትቐትሎ። ምኽንያቱ እውን እቲ ሰልዲ ንብሕታ ክትወስዶ ስለ ዝደለየት እዩ ዝነበረ። ክሪስ ከዓ ነዚ ዕድል ተጠቂሙ ንስካይ ክቐትላ ይፍትን። ኮይኑ ግን እናቐጥቀጠት ብፋስ ተጠቂማ ክትቐትሎ ምስ በለት በዓልቲ ገዝኡ ጄሚ መፂኣ ተትርፎ። ስካይ ግን ሕጂ እውን ብዝሓዘቶ ፋስ ንጄሚ እግራ ሃሪማ ተቑስላ። ኢሉ እውን ተመሊሳ ንክሪስ ክትቀትሎ ምስ በለት እታ ጓሉ መፂኣ ብድሕሪት ትትኩሰላ። ክሪስ እውን እቲ ዝሓዘቶ ፋስ ኣሕዲጉ እናቐተላ እንከሎ ሽማ ስካይ ዘይኮነስ ማርጋሬት ምዃኑ ተዛሪባ ሽዑ ንሽዑ ትመውት። እዚ ፊልም እውን ኣብዚ ይውዳእ። ሻተር ዝብል ናይ ፊልም ስያሜ ዘለዎ ሒዝናልኩም ስለ ዝመጻና ላይክ ሼር ብምግባር ናብ ኩሉ ሰብ ንኽበጽሕ ጃምና ንዋጻእ።
ናይ ሎማዓንቲ ፊልም ነዚ ይመስል ነይሩ ፈቲኹሞ ክትኮኑ ተስፋ ይገብር ነዚ ቻናል ንምሕጋዝ ላይክ ሳብስክራይብ ሼር ምግባር ኣይትረስዑ ኣብ ቀጻሊ ክሳብ ንራኸብ ሰላም ንዓኹም